ብስም ጎይታ እየሱስ ክርስቶስ ብስም ኣቡኡን ብስም መንፈስ ቅዱስን ሓደ ኣምላክ ሰላመ ፈጣሪ ምስ ኹላትና ይኹን ፍትዋት ኢትዮጵያውያን ፍትዋት ኤርትራውያን ሀመይ ትጸንሑታ ናይ ሎማዓንቲ ኣርእስትና ልኸውን መን እያ ትኽክለኛ ሃይማኖት ወይ ድማ ትኽክለኛ ሃይማኖት መን ምዃና ብምንታይ ንፈልጦ ልብል ዛዕባ ክኸውን እዩ ኣስተያየትኩም ንስኹም ትኽክለኛ ሃይማኖት መን ምዃና ብኮሜንት ጸሓፉልና ኢኹም ኣንሕና መጽሓፍ ቅዱስ መስረጃ ጌርና ምስ ሂስትሪ ኣተሓሒዝና መን ትኽክለኛ ሃይማኖት ምዃና፣ መን እያ ናይ መጀመርያ ሃይማኖት ምዃና፣ ኤፌሶን ኣርባዕተ ሓሙሽተ ሓንቲ ሃይማኖት ኢሉ ኣሎና። እዛ ሓንቲ ሃይማኖትስ መን እያ? እዛ ትኽክለኛ ሃይማኖት መን እያ? መጽሓፍ ቅዱሳዊ መረዳእታ ጌርና ሒዝናልኩም ቐሪብና ኣለና። ሓው ምሴ ስትራ ተሓሒዝና ማለት እዩ። ትንቢተ ኤርምያስ ዕስሬ ሓደይ ሸሞንተ ነዚ ህዝቢ እዚ እግዚኣብሄር ከምዚ ይብል ኣሎ ክትብሎ ኢኻ፣ እንሆ፣ ኣብ ቕድሜኻ መንገዲ ህይወትን መንገዲ ሞትን የንብር ኣለኹ። ኣብ ቕድሜኻ ናይ ሞት መንገዲ ናይ ህይወት መንገዲ የንብር ኣለኹ ይብሎ ኣሎ። ናይ ጥፍኣት መንገዲ እና ናይ ህይወት መንገዲ ይብሎ ኣሎ። እግዚኣብሄር ንኤርምያስ ኣብ ኤርምያስ ንኤርምያስ ሃምኡ ኢልካ ንገሮም ንእስራኤላውያን ንእብራውያን ኢሉ ሃም ንነግረሉ ኢና ንርኢ ኣለና። ናጥፍኣት ሃይማኖት ኣምለሎ ማለት እዩ መንገዲ ማለት ሃይማኖት ማለት እዩ ናጥፍኣት መንገዲ ናጥፍኣት ሃይማኖት ናብ ሲኦል እቲ ሃይማኖት ናብ ጥጦስ ናብ ገሃንም እሳት ለእቲ ሃይማኖት ሃምለሎ ናብ ገነት ለእቲ ሃይማኖትም ሃምለሎ ኢና ኣብዚ ንሪኦ ኣለና ማለት እዩ ቐፂልና እዛ ትኽክለኛ ሃይማኖት መን ምዃና ክንርኢ ክንምኩር ኢና ትንቢተ ኤርምያስ ምዕራፍ 6 ቁፅሪ 16 እግዚኣብሄር ከምዚ ይብል ኣሎ፣ ኣብ ጐደናታት ደው ኢልኩም ተመልከቱ፣ እታ ጥንታዊት መንገዲ፣ እንታ ጽብቕቲ፣ እታ ጽብቕቲ ጐደና ኣየናይ ምዃና ሕተቱ እሞ፣ ብኣኣ ተመላለሱ፣ ንሽዑ ንነፍስኹም ዕረፍቲ ክትረኽቡ ኢኹም። ንሳቶም ግና፣ ኣይንመላለስን ኢና ኢሎም መለሱ ይብሎ። እግዚኣብሄር ከምዚ ይብል ኣሎ፣ ከምዚ ይብል ኣሎ፣ ኣብ ጐደና፣ ኣብ መንገዲ ደው ኢልኩም ተመልከቱ፣ ጠጠው በሉ እሞ ኣስተውዕሉ፣ ኣስተውዕሉ፣ እታ ናይ መጀመርያ ጥንታዊት መንገዲ ሃይማኖት፣ እዛ ናይ መጀመርያ ሃይማኖት፣ እታ ጽብቕቲ ናይ ህይወት ጎደና ኣየናይ ምዃና ሕተቱ እሞ ብኣኣ ኸዓ ተመላለሱ። እሽዑ ንነፍስኹም ዕረፍቲ ክትረኽቡ ኢኹም፣ እንሽዑ ብኣኣ ኽዱ እሞ እንሽዑ ናይ ነፍስኹም ዕረፍቲ ገነት ከተግንይዋ ኢኹም ይብሎ። ንሳቶም ግና ኣይንመላለስን ኢና ኢሎም ይብሎ ቀጺሉ ማለት እዩ። ቀጺሉ ወንጌለ ሉቃስ ምዕራፍ ዓሰርተ ሰለስተ ዒስራ ኣርባዕተ ንሱ ኸኣ በሎም ብዙሓት ክኣትዉ እናደለዩስ ከምዘይኮነሎም እብለኩም ኣሎኹ እሞ በታ ጸባብ ኣፍደገ ንምእታው ተጋደሉ ይብሎ ብታ ጸባብ ኣፍደገ ጸባብ እያ እዛ ሃይማኖትም ጸባብ እያ መንከራ ኒኤዋ መስቀል ኒኤዋ መስቀል ማለት መመንከራ እዩ ቀ ቀራንዮ ና ቀራንዮ ትስታ ብመንከራ ና ክርስቶስ መስቀል ችንካሮን ሓሰብኻ ትጋደለላ እያ ማለት እዩ ተጋድሎ ሜድያ እዩ ማለት እዩ ጸባብ እያ ጸባብ መንገዲ ኣይትሙቺ ሃምደስትኻ ይትኸዲ ሃምደስ ዝበለካ ይትረግጽ እዩ ማለት እዩ ብጣዕሚ መቸገሪት መንገዲ ምዃና ኢሉ ገልጻ ኣሎ ና መጀመርያ መንገዲ ኢልዋ ኣሎ መን እያ ና መጀመርያ መንገዲ እሺ ናይ መጀመርያ ሃይማኖት መን እያ ሂስትሪ እንታይ ይብለና መጽሓፍ ቅዱስ ባዕሉ ኣብ ግብሪ ሃዋርያት ከምዚ ይብል ኣብ ስሳ ዓመተ ምህረት ማለት እዩ ኣብ ኣጽንኪያ ዘለዉ ክርስትያን ኣማንያን እንታይ ሃም ተባሃሉ ክርስትያን ተባሂሎም ክርስትያን ብክርስቶስ እንታይ ተባሂሎም ክርስትያን ክርስቶሳውያን ክርስትያን ተባሂሎም ታም ተፀውዑ ይነግረና ማለት እዩ ናይ መጀመርያ መንገዲ ናይ መጀመርያ ሃይማኖት ሂስትርስ ናይ መጀመርያ ሃይማኖት መን እያ ይብለና ልብል እዩ መፅናዕትና ሎማዕንቲ ክኸውን ማለት እዩ History ኣብ ሱሳ ዓመተ ምህረት ክርስትያን ተባሂሎም ኣብ ኣንጽዮቅያ ከም ተጸውዑ ይነግረና ማለት እዩ። ኣብኡ ኣብ ሰለስተ ሚእቲ ዕስራይ ሓሙሻይ ዓመተ ምህረት ኣርዮስ ልበሃል ሃም ተልዓለ ኣርዮስ ልበሃል ቐሺ ሃም ልነበረ ኣርዮስ እንታይ ኢሉ ኢየሱስ ፍጡር ኢሉ ተልዓይሉ ወልድ ፍጡር እዩ ኢሉ ተላዒሉ ማለት እዩ። ኣብኡ ብዚ ምኽንያት ድማ ሰለስተ ሚእቲ ዓሰርተ ሸሞንተ ሊቃውንቲ ልበሃሉ ጳጳሳት ልበሃሉ ሃምለ ወገዝዎ፣ ኣወጊዞም ሃምል ፈለይዎ፣ ኦርቶዶክስ ኢሎም ሃምል ጸውዕዋ፣ ክርስትና ነበረ ንሱም ክርስትያን እየ ስለ ልበለ ኦርቶዶክስ ኢሎማ፣ ኦርቶዶክስ ማለት ናይ ግሪክ ናይ ግሪክ ቃል ምዃኑ ኢሉ ንገረሉ፣ ኦርቶ ማለት ቀጥተኛ ትኽክለኛ ናይ መጀመርያ ጥንታዊ ማለት እዩ። ሓው ቀጺሉ መቅዲንዮስ ልበሃል ኣብ ሰለስተ ሚእቲ ሰማንያ ሓደ ዓመተ ምህረት ሃም ተልዓለ ንሱም መንፈስ ቅዱስ ህጹጽ ፍጡር እዩ ኢሉ ተላዒሉ ማለት እዩ ኣብ እና ወልድ ብቻ እዮም ፈጣሪ እሱ ካብ ኣብ ወልድ ይፍለ እዩ ኢሉ ፍጡር ኢሉ ንመንፈስ ቅዱስ ሃም ተልዓለ ንሱም ሚእቲ ሓምሳይ ጳጳሳት ኣብ ቆስጠንጢንያ ጉባኤ ሃምለ ወገዝዎ ሃምል ፈለይዎ ይነግረና ማለት እዩ። ቀፂሉ መን ተላዒሉ ኒስጥሮስ ልበሃል ኣብ ኣብ ኣርባዕተ ሚእቲ ሰላሳ ሓደ ዓመተ ምህረት ማለት እዩ ኒስጥሮስ ልበሃል ሃም ተለዓለ ንሱም ወልድ ክልተ ባህሪ ኢየሱስ ክልተ ባህሪ ኢሉ ሃም ተለዓለ ወልድ ክልተ ባህሪ ኢሉ ተላዒሉ ይብሎ ሃኡ ክልተ ሚእቲ ጳጳሳት ኣብዚ ጉባኤ ተረኺቦም ኣብ ኤፌስኦን ሃምሉ ወገዝዎ ትምህርቱም ውድቀት ሃምሉ ገበርዎ ሃኡ ኦርቶዶክስ ነበረ ኦርቶዶክስ ተዋህዶ ሃምሉ ወልዋ ሂስትሪ ይነግረና ታሪክ የረድአና ማለት እዩ ቀፂሉ ድሕሪ 20 ዓመት ፒፒ ሊዮን ዝበሃል ብ451 ዓመተ ምህረት መርቅያንና ነብርክልያን ልበሃሉ ነገስታት ሒዙ እወ ናይ ኒስጢሮስ ትምህርቲ ሒዙ ሃም ተልዓለ የረደእና ማለት እዩ ሰለስተ በርባዕተ ሚእቲ ሓምሳ ሓደ ዓመተ ምህረት ኒስጢሮ እዚ ፒፒሊዮን ልበሃል ጳጳስ ክልተ ነገስታት ሒዙ ናይ ኒስጢሮስ ትምህርቲ ቄርሎስ ለወገዞ ትምህርቲ ሒዞ ሃም ተለዓለ ዲዮስቆሮስ ሃም ተቃወሞ ጭሕሙ ሃም ልገፈፍዎ ስኑ ሃም ለውፅዎ ንየሱ ሃኡ ንመጀመርያ ግዜ ማለት እዩ ቤተ ክርስቲያን እወ ክርስቲያን ትበሃል እምነት ክርስቲያን ትበሃል እምነት ኣብ ክልተ ልተኸፈለትሉ ማለት እዩ ንመጀመርያ ግዜ መሕዘኒ ታሪክ ብእውነት መሕዘን ታሪክ ንመጀመርያ ግዜ ዝተፈፀመሉ ክስተት በርባዕተ ሚእቲ ሓምሳይ ሓደ ዓመተ ምህረት ብኬልቄዶን ጉባኤ ይብሎ ወይ ድማ ናይ ከልብታት ጉባኤ ይብሎ ማለት እዩ ቅርታ ኬልቄዶን ጉባኤ ይብሎ ኣርባዕተ ሚእቲ ሓምሳይ ሓደ ንመጀመርያ ግዜ ቤተክርስትያን ኣብ ክልተ ሃም ተኸፈለት ምስራቃዊት ኦርቶዶክስ ምዕራባዊት ኦርቶዶክስ ምተሃልት ምዕራባውያን ማለት ኮተሊካውያን ማለት እዩ። ኮተሊክ መኣስ ተመስሪቱ ማለት እዩ በርባዕተ ሚእቲ ሓምሳይ ሓደ መን ኮተሊክ ተመስሪቱ በርባዕተ ሚእቲ ሓምሳይ ሓደ ኮተሊክ ተመስሪቱ ምዕራባዊ ኦርቶዶክስ ልብል ትሕዝቶ ሒዙ ማለት እዩ። ምስራቅ ኦርቶዶክስ ድማ ኦርቶዶክስ ተዋህዶ ምዃኖም ማለት እዩ። መጀመርያ ግዜ ካልኣይ ሃይማኖት ኣብ ክርስትና ዝተደረበሉ ማለት እዩ። ብለይ ጣኦት ኣንሽዑ ቅድሚኡ ጣኦት ነይሩ እዩ ቅድሚ ኮተሊክ ምናምን ማለት እዩ ብብሉይ ኪዳን ሃም ነበረ ይነግረናና ጣኦት ሃብኡ ቀፂሉ መን እዩ ተልኩምኒ ቀፂሉ ናይ መጀመርያ ኦርቶዶክስ ተዋህዶ ሃም ተመስረተ ኢና ንርኢ ኣለና ክርስትያን ነይሮም ሃብኡ ኣርዮስ ስለ ዝተለዓለ ኦርቶዶክስ ተዋሂሉ ንስጢሮስ ስለ ዝተለዓለ ኦርቶዶክስ ተዋህዶ ተዋሂሉ ድሕሪ ቀፂሉ ኣብ ክልተ ሃም ተኸፈለ ማለት እዩ ቤተክርስትያን ኣብ ክልተ ሃም ተኸፈለት ንርኢ ኣለና እወ ካልኣይቲ ልተደረበት ሃይማኖት ደማ መን እያ ካብ ኦርቶዶክስ ተዋህዶ ቀፂላ ኮተሊካውያን ማለት እዩ ኮተሊክ በርባዕተ ሚእቲ ሓምሳ ሓደ ሃም ዝተመስረተ ይነግረና ሂስትሪ ማለት እዩ ታሪክ ቀፂሉ መስሊም እዩ ዝኸውን መሓመድ ዝተወለደሉ ብሓሙሽተ ሚእቲ ሰብዓይ ዓመተ ምህረት እዩ ተወሊዱ ሃኡ ብሽዱሽተ ሚእቲ ዒስራ ክልተ ዓመተ ምህረት ደማ ናይ ሃይማኖት ናይ ሙስሊም ሃይማኖት መስሪትዎ ማለት እዩ ብክንደይ ብሽዱሽተ ሚእቲ ዕስራ ክልተ ዓመተ ምህረት መስሪትዎ። ካብኡ ቀጺልና ናኹሉ በእውነት ስሮም ስሮም ዝኾነ በእውነት ንጥፍኣት ስር ዝኾነ ሰብ ማርቲን ሊውተር ብዓሰርተ ሓሙሽተ ዓሰርተ ሸውዓተ ዓመተ ምህረት ተቃውሞ ወይ ደማ ፕሮቴስታንት ልበሃል እምነት ሃም ልመስረተ ታሪኽ ይሕብረና ማለት እዩ። ማርቲን ሊዩተር ዝበሃል ሰብ ንብዙሓት ንክሕደት ንምፍቅና ፕሮቴስታንት ዓለም እዚ ሰላሳይ ሰለስተ ሽሕ ሰላሳይ ሰለስተ ሽሕ እንታይ ዝበሃል ኣምለሎ ሃይማኖት ኣምለሎ ኢሉ ይሕብረልና መጽናዕትና ሰላሳይ ሰለስተ ሽሕ ልዕሊ ሰላሳይ ሰለስተ ሽሕ ኣምለሎ ኢሉ ነግረና እዚ ኩሉ እዚ ክኾን ዝገበሮ መን እዩ ተልኩምኒ ማርቲን ሊዩተር ዝበሃል ጀርመናዊ ናይ ኮተሊክ ፈላሲ እዩ ነይሩ ፈላሲ እዩ ነይሩ ኣብዚ ኣብ ኮተሊክ ፅቡቕ ነገር ስለ ዘይረኣየ ተቃዋሞ ኣልዒሉ ብባዕሉ ሃም ተልዓለ ንባዕሉ ሃይማኖት ሃም መስረተ ፕሮቴስታንት ኢሉ ተቃውሞ ኢሉ ሃም መስረተ ይገልፀልና ማለት እዩ ኣብኡ ድሕሪኡ ብዙሕ ሃይማኖት ንሱ ከፊቱሎም ቀዲዱሎም እስካብ ዓሰርተ ሓሙሽተ ዓሰርተ ሸውዓተ ግን ክንዲ ሃይማኖት ነይረን ማለት እዩ ሰለስተ ሃይማኖት ሃም ዝነበራ ኣብዚ ክንሕዞን እየና ሰለስተ ሃይማኖት ነይረን ኦርቶዶክስ ተዋህዶና ኮተሊክ ሙስሊም ነይሮም ኣብኡ ዓሰርተ ሓሙሽተ ዓሰርተ ሸውዓተ ፕሮቴስታንት ዝበሃል እምነት ኢየሱስ ኣማላዲ ልብል ማርያም ኣይተማልዲ ልብል ብኻሊእ ምድሓን የለ ብኢየሱስ ብቻ ልብል ጎይታ ጎይታ ልብለኒ መንግስተ ይወርሲ እዚ ጥቕሲ እዚ መን ሃም ጠቐሰ ለይፍልጥ ትውልዲ ብማርቲን ሊውተር መስራትነት ተጀሚሩ ማለት እዩ ሓንቲ ግን ናብ መጠረሻ ጥቕሲ ኣብዚኣ ከምብባል ደለኹ መፅሓፈ ምሳሌ ዓሰርተ ኣርባዕተ ዓሰርተ ክልተ ማለት ንሰብ ቕንዕቲ ትመስሎ መንገዲ ኣላ፣ መወዳእታኣ ግና መንገዲ ሞት እዩ ይብሉ። ንሰብ ቅንዕቲ ትመስሎ መንገዲ ኣላ፣ መወዳእታኣ ግን መንገዲ ሞት እዩ። ናይ ሞት መንገዲ እዩ። ቅንዕቲ ትመስለኩም ትኾን ትኽእል እያ። ጴንጤ ኢየሱስ ኢየሱስ ጌታ ጌታ ስለ ልበልካ ቅንዕቲ ትመስለካ ትኽእል እያ። ግን መጠረሻ ይብለካ ኣሎ ናይ ሞት መንገዲ እያ። መወዳእታኣ ሞት እዩ መወዳእታኣ ጥፍኣት እዩ ትኽክል እዩ ልመስሎም እኮ እዚ ልተጋገዩ ኣይመስሎም እዩ ኣንሕና ኢና ትኽክል እዩ እንዲዮም ልብልኹም በቃ ልጋገዩ ኣለዎ ኣይመስሎም እዩ ኣንሕና ኢና ኣብ ብርሃን ኒኢና እኮ እዮም ልብሉ ኦርቶዶክሳውያን ፀልማት ኢኹም ኒኢኹም ንዑ ጌታ ተቐበሉ ንዑ ናብ ብርሃን ካብ ፀልማት ውፁ ክብሉ ናይ ትሰምዕዎም ሓንቲ ሃይማኖት ይብሉ መፅሓፍ ቅዱስ እሺ ኤርሚያስ 616 ናይ መጀመርያ መንገዲ መን ምዃና ጠይቑ ብኣም ተመላለሱ ነብስኩም ዕረፍቲ ተግኒኢኹም ኢሉ መን እያ እዛ ናይ መጀመርያ ሃይማኖት ልብል መፅናዕቲ ኣካይድና ሂስትሪ እንታይ ይብሎ መጀመርያ ዝነበረ ጥቃ ክርስትና ትብል እምነት እያ መኣዝ እዩ መፅኡ ፕሮቴስታንት 15 17 እዩ ተመስሪቱ ትማሊ መፅእኻ ይትዕገርግር ብርሃን እየ ይትበላት ብርሃን ልብል ወዮሉ ይብለካ ኣሎ መፅሓፍ ቅዱስ ትንቢተ ኢሳያስ እሺ ሓንቲ ምሳሌ ክነግረኩም እንቲ ዝኾነት ጓል ሓፂር ጉርዲ ገይራ ናኸደት ናሃሌት ሓፂር ጉርዲ ገይራ ናኸደት ኣብ ሓደ ኣቦ እዚ መንገዲ ይፀንሕዋ እሞ ኣቲ ጓለይ ናበይ ኢኺ ሃምዚ ኢልኺ ጥራሕ ክትኸድለኺ ይብልዋ ኣቱም ቹዱ ፋራ ጥራሕ ክትብሉኒ ኣለኹም ፋራ ገሊላ ጸርፎም በቃ እሳ ልተጋገየት ኣይመስላይ መንገዳ ጽቡቕ ልሎ ኢሉ መስላ ልሎ በቃ ጥራሕኻ ምኻድ ሕርፍና ለውጢ ዕቤት ምዕባለ ኢሉ መስላ ኣሎ በቃ ጥራሕኻ ሕምብርትኻ ገሊጽኻ ምኻድ ሓጺር ጉርዲ ምግባር በቃ ምዕባለ መሲልዋ እዩ ቹን ፋራ ኢላቶም ኣነ ፋራ ኢሎማ እወ ፋራ እሺ ንዕና ስቲ ድኳን ኣነ ፋራ ተኾይነስ ኢሎም ናብ ድኳን ሒዞማ ከይዶም ኣብ ድኳን ኢሎም ኸልተ ኮሮሚላ ዝተሃበኒ ሓንቲ ዓሽግቲ ሓንቲ ኣጥርሓ ኢሎሞ እሺ ኢሉ ክልተ ኮሮሚላ ሂብዎም መን'ያ እያ ፋራ ኢሎማ እዛ ጥርሓ ልወጸት እዛ ጥርሓ ለላ ኣነ ድየ እማ ጥርሐይ ወጽየ መን እያ ኣብ ጸልማት ኒኦ እስቲ ኢሉ ባዕሎም እዮም ዝጸርፉ ለሉ ንሳ ባዕላ እያ ፋራ ኒኣ ፋራ ትብሎምላ ንሳ ንሳ እያ ጥርሓ ወጽያ ለላ ግን ንሳ በቃ ጽቡቕ መንገዲ ለላ ኢሉ መስላ ለሎ ግን ጥፍኣት ሞት ና ጥፍኣት መንገዲ እያ ትኸላ ብርሃን ኢና ኒኦና ትብሉ ኣለኹም ኣብ ትክክለኛ ኢና ኒኢና ትብሉ ኣለኹም እስቲ መርምርዎ መጽሓፍ ቅዱስኩም እንታይ እዩ ልብሎ ሓንቲ ሃይማኖት ኮይልኩም ካበይ ኢኹም ኣምጺኹሞ ሰላሳይ ሰለስተ ሽሕ ካበይ ይመፅዩ ሙሉ መሰረት በመሰረት ግዛዕዶ ግዛዕዶ ናብርኹም ካበይ ኢኹም ተምፅዎ ኣለኹም ድርጅት ድዩ ንግዲ ድዩ ሃይማኖት እኮ ድርድር የውሊ እኮ ናይ ሰማይ መንገዲ እኮ እዩ ንሸቐጥ ከይኮነ እና ልቢ ሃበና ልስሓትኹምም ናብ መንገዱ ይመልስኩም ንኣዳል ሞቴ ወሰንጋላ እዞም መናፍስቲ እዚኦም ብሓቂ ብጣዕሚ መፅናዕቲ ተካይድሎ ከተሓሳስበኩም ይደሊ ጸሎትና እዩ ናብ ትክክለኛ ሃይማኖት ክትምለሱ ናብዛ ሓንቲ ሃይማኖት ማለት እዩ እግዚኣብሔር ልቢ ይሃብኹም ኣይነ ልቦናኹም የብርሀልኹም ናይ ጠቋር መንፈስ እወ ኣዳል ሞቴል ዝተባሃለ መንፈስ መናፍቅ ልገብር ለጠራጥር መጽሐፍ ቅዱስ ባዕልኻ ክትትርጉም ልገብረካ ናቦኻና ንኣነኻ ዛር መንፈስ ኣዳል ሞት ይተሃሉ ሰለስቲኦም እዮም ልኾኑ እና ክልቲኦምም ኔው ማለት እዩ ወሰን ጋላ ኒኦ ጠቋር ልበሃል መንፈስ ምን እዮ የናዝሬቱ ኢየሱስ ሓይሉ የድኩመልኹም ንሱ እዩ ልቦናኹም ዕዊርዎ ኒኦ ናርኣኹም ሃምለይ ትሪኡ ናሰማዕኹም ከይተስተውዕሉ ገይርኩም ለሎ እስ ማቴዎስ ዕስራይ ኣርባዕተይ ንመን እዩ ጠጠቂሱ ራእይ ዮሃንስ ምስ ማርያም እንታይ እዩ ለባእስ ነኤኩም ምስ ኣደ ኢየሱስ እንታይ ለባእስ ነኤኩም ሓንቲ ሃይማኖት ናበለኩም ንምንታይ እዩ ረ ምስትውዓል ነስተውዕል ወገን ኩሉ ሓላፊ እዩ እና ኣም ጽላሎት ክሓልፍ እዩ ኩሉ መጠረሻ ናብ ጥፍኣት ከይኮን መንገድና ናብ ሲኦል ከይኮን ብኢየሱስ ክርስቶስ የቐለዲ ጠቋር መንፈስ ዝርጉም መንፈስ ደፋር መንፈስ እዩ ኣብ ሰማይ ለለው ክፃረፎም ይብራ ዮሃንስ ኣብ ሰማይ ለለው ክፃረፍ ስልጣን ተዋሃቦ ጠቋር መንፈስ ኣዳል ሞት የትሃልዩ ጠቋር ኒ ክልቲኦም ብሓደ እዮም ፓች እዮም ዕርክቲ እዮም ተሓጋገዝቲ እዮም ተመጋገብቲ እዮም እዞም መናፍስቲ እዚኦም ፈሊጥኹም ናብዝታ ትክክለኛ ሃይማኖት ክትመፁ ትክክለኛ ሃይማኖት ምንኳና ከተፅንዑ ኣፅኒዕኹም ክትምለሱ ናይ ኣምላኽ ሰናይ ፍቓድ ይኹን ሰላመ ፈጣሪ ምስ ኩላትና ይኹን ንኩለና ምሕረቱ ይላኸልና ኣሚኑ